ኣታዊናን ወፃኢናን ንምምዝጋብን ንምቁፅፃርን ዝጠቕመና ብልፅቲ ኣፕሊኬሽን ከምኡ እውን ባላንስና ብመልክዕ ፒዲኤፍ ብመልክዕ ኤክስኤል ክትህበናን ክስተርሐልና ልትኽእል ብልፅቲ ካሽቡክ ኣፕሊኬሽን ሰላም ሰላም ቤተሰብ ከመይ ቀኒኹም ሎማዓንቲ ኣታዊናን ወፃኢናን ንምምዝጋብን ንምቁፅፃርን ከምኡ እውን ባላንስና ብመልክዕ ፒዲኤፍ ብመልክዕ ኤክስኤል ክትህበናን ክትሰርሐልና ልትኽእል ብልፅቲ ካሽቡክ ኣፕሊኬሽን ሕጅልኩም መፅእ ኣሎ ንዘይትፈልጡኒ ወላጥ ይባል ኣብ ዩቲብ ቁም ነገር ንምርኣይ ቁም ነገር ንምውሳድ ትመፁ ተዳ ኮይንኩም እዚ ቻናል እዚ ሳብስክራይብ ብምግባር ቤተሰብ ኩኑ ሕዚ ብቐጥታ ናብቲ ኣፕሊኬሽን ቆስዶ ኦኬ እዚ ኣፕሊኬሽን እዚኣ ንኣንድሮይድ ተጠቀምቲ ዝኾንኩም ኣብ ፕሌይ ስቶር ናይ ፎን ተጠቀምቲ ዝኾንኩም ከዓ ኣብ ኣፕል ስቶር ክትረኽቡ ኢኹም ሕዚ ብቐጥታ ኣነ ናብ ፕሌይ ስቶር ክወስደኩም ኣብ ፕሌይ ስቶር ሰርች መግበር ቦታ ኣቲኹም ኣብ ፕሌይ ስቶር ሰርች መግበር ቦታ ኣቲኹም እንታይ ዝብል ሰርች ትገብሩ ካሽቦክ ኣፕሊኬሽን ካሽ ቦክ ኣፕሊኬሽን ዝብል ሰርች ትገብሩ ኣብ ካሽቦክ ኣፕሊኬሽንስ ካብዞም ብዙሓት ካሽቦክ ኣፕሊኬሽን ዝመፅልኩም ካሽቦክ ዴሊ ኤክስፐንስ ዝብል ናይ ሰማያዊ መፅሓፍ ኣርማ ዘለዎ ኣፕሊኬሽን ክሊክ ትገብሩ እዚኣ ክሊክ ምስ ገበርኩም ኦረዲ ንስኻትኩም ዳውንሎድ ስለ ዘይገበርኩማ ኣብታ ዳውንሎድ ትብል ክሊክ ትገብሩ ቀፂልኩም እንታይ ክብለኩም እዩ ኢንስታል ክብለኩም እዩ ኢንስታል ትብልዋ ማለት እዩ ለዚ ኢንስታይል ምስ ወዘደ ከምዛ ልክዕ ከምዛ ፎርም እዚኣ ክመፀልኩም እዩ ኦፕን ትብሉ ከምዚ ከማይ ኣነ ወረደ ሓደ ዳውንሎ ስለ ዝገበርክዎ ኦፕን ኢልና ናብታ ኣፕሊኬሽን ንኣትዎ ማለት እዩ ኦኬ እዛ ካሽቡክ ኣፕሊኬሽንስ ነዚኣ ትመስል እዛ ኣፕሊኬሽን እዚኣ ክሊክ ጌርና እንትመስል ኢንተርፌሳ ኢንተርፌሳ ነዚ ይመስል እዛ ኣፕሊኬሽን እዚኣ ቀንዲ ጥቕማ ድማ ኣታዊናን ወፃኢናን ንምዝጋብ ከምኡውን ኣታዊናን ወፃኢናን መዝጊብና ባላንስና እንታይ ከም ዝመስል ንምርኣይ እትሕግዘና ኣፕሊኬሽን እዛ ኣፕሊኬሽን እዚኣ ብዙሕ ፊቸራት ዘለዋ ግን ኣነ ሃይላይት እንታይ ከም ዝመስል ክረኩም ዴይሊ ኣብ ዝብል መዓልታዊ ኣታዊና መዓልታዊ ወፃኢና ንመዝጊብና መዓልታዊ ባላንስና ንሪእሉ ቦታ እዩ ዊክሊ ኣብ ዝብል ድማ ሰሙናዊ ኣታዊና ሰሙናዊ ወፃኢናን እንመዝጊብና ሰሙናዊ ባላንስና ንሪእሉ ቦታ እዩ ተመሳሳሊ ማንዝለ ውድብና ወርሓዊ ኣታዊናን ወርሓዊ ወፃኢናን መዝጊብና ወርሓዊ ባላንስና እንሪእሉ ቦታ እዩ። ተመሳሳሊ የርለን ዝብል ድማ ዓመታዊ ኣታዊና ዓመታዊ ወፃኢና ንምዝግበሉን ዓመታዊ ባላንስና እንሪእሉን ቦታ እዩ እዚ ዝመስል ማለት እዩ እዛ ኣፕሊኬሽን እዚኣ ካሊእ ብጣዕሚ ቆንጆ ዝገብሮ ድማ እዛ ብልክን ብጣዕሚ ቆንጆ ዝገብሮ ካሊእ ነገር እንታይ እዩ ኣታዊናን ወፃኢናን ክንምዝግብ ከለና እቲ ኣታዊ ከምኡውን እቲ ወፃኢ እንገብረሉ ዕለት ከምኡ እውን ሰዓት ክንምዝግብ ስለ ተግደና ተመሳሳሊ ድማ ኣታዊ ኣታውን ወፃእን እንገብረሉ ምክንያት ተቐምጡ ክነቐምጥ ስለ ተግደና ማለት እዩ ንምንታይ ነውፅ ከም ዘለና ንምንታይ ካብ ምንታይ ከም ዘእተናዮ ክንፅሕፍ ስለ ተግደና ንፁር ዝኾነ ኣታዊ ንፁር ዝኾነ ወፃኢ ክህሉ እትገብረና ኣፕሊኬሽን እያ ንኣብነት ኣብ ካሽኢን ኣብ ዝብል ንኣብነት ሎማዓንቲ ዓሰርተ ሽሕ ደሞዝ ተቐቢልና ንበል ኣብ ካሽኢን ዝብል ኣቲና ዓሰርተ ሽሕ ኢልና እንድሕር ፅሒፍና ኮይና ዓሰርተ ሽሕ ኢልና እንድሕር ፅሒፍና ኮይና ንምንታይ ወይ ድማ ካብ ምንታይ ኣምፂኹሞ እዚ ዓሰርተ ሽሕ እዚ ዝብል ትሓተና ካብ ምንታይ ካብ ሳላሪ ወይ ድማ ካብ ደሞዝና ኣምፂና እዩ ሳላሪ ዝብል ክሊክ ንገብር ኣለና እዚ መኣዝ ዕለት ከተቐቢልኩሞ መኣዝ ሰዓት ከተቐቢልኩሞ ዝብል ድማ ሰዓትን ዕለትን ሰዓትን ኣለና ኣብዚ ድማ ኩለን ገፅ ገልፀና ኣላ ካብኡ እንታይ ንገብር ሴቭ ኢልና ንወፅእ ማለት እዩ ተመሳሳሊ ኣብቲ ዕለት ንሱ ወፃኢ እንድሕር ዳኣ ጌርና ኮይና ካሽ ኣውት ዝብል ኣቲና ካሽ ኣውት ኢልና ንኣብነት ደሞዝ ምስ ተቐበልና ገዛ ክራይ ከፊልና ንበል ገዛ ክራይና ሓሙሽተ ሽሕ እንድሕር ደኣ ኮይኑ ሓሙሽተ ሽሕ ኢልና ጽሒፍና ንምንታይ ከፊልናዮ ንገዛ ክራይ ዝብል ክመጽእ እዩ ንምንታይ ንገዛ ክራይ ገዛ ክራይ ክብል ክመጽእ እዩ ገዛ ክራይ ዘለና መኣዝ ዕለት ከኸፊልኩሞ መኣዝ ሰዓት ከኸፊልኩሞ ኣብ ኣለዋ ተነጺረን ስለዚ እዚኣ መልክዕ ሴር ንገብረለን ማለት እዩ ካልእ እዛ ኣፕሊኬሽን እዚኣ ካልእ እዛ ኣፕሊኬሽን እዚኣ ብጣዕሚ ዝበለፀት ዝገብራ ዝበለፀት ዝገብራ ንኣብነት ንስኻትኩም ሰራሕተኛ መንግስቲ ኢኹም ንብል ሰራሕተኛ መንግስቲ ኮይንኩም ናይ ባዕልኹም ዝኾነ ደሞዝ ኣለኩም በታ ደሞዝኩም ድማ ወፃታት ትገብሩ ኢኹም ባላንስኹም እውን ትርእዩ ብተወሳኺ ድማ ካሊእ ስራሕ ናይ ደገ ስራሕ ኣለኩም ብጎኒ ዝስራሕ ስራሕ ንኣብነት ድኳን ክህልወኩም ይኽእል ካሊእ ዝኾነ ስራሕ ክህልወኩም ይኽእል ሕዚ ናይ ድንኳንኩም ኣታዊን ነታ ድንኳንኩም ተምፅዎ ወፃኢ ምስቲ ካብ ደሞዝኩም ተቐቢልኩም ተውፅኡ ወፃእትን ዘለኩም ባላንስኩም ከይተሓወሰኩም ምእንታን ዝገብር ፍቸር ስለ ዘለዋ ድማ ብጣዕሚ ቆንጆ ገራት ኣፕሊኬሽን እዚኣ እዚ እዩ ንክትገብሩ ግድን ናይታ ድንኳንኩም ኣካውንት ክትከፍሉ ክትከፍሉ ኣለኩም እዚ ማለት ናይታ ድንኳን ኣታዊኣ ናይታ ድንኳን ወፃኢኣ ንባዕላ ጥራሕ ክትመዝጊብኩም ክትሕዝላ ትኽእሉ ነገር ተምፀልኩም እዚኣ ንክትገብሩ ኣብታ ካሽ ቡክ ትብል ናይ ናይ ትራያንግል ምልክት ዘለታ ኣብኣ ክሊክ ምስ ገበርና ከንገብር ኣድ ኣካውንት ዝብል ኣድ ኣካውንት ምስ በልና ዘለናዮ ናብ ድኳን ኦር ሱፐር ማርኬት ክኾን ኦር ሚኒ ማርኬት ክኾን ይኽእል እዩ ዝተፈላለየ ክኾን ይኽእል ንኣብነት ድኳን ክኾን ይኽእል እዩ ንኣብነት ድኳን ድኳን ክኾን ይኽእል እንታይ ንገብራ ሴቭ ንገብራ ኣብዛ ድኳን ትብል ኣብዛ ድኳን ትብል ኣቲና ካሽ ኢንና ካሽ ኣውትና ባላንስና ኩሉ ሕደድ ኣብኣ ንምዝግብ ኣታዊና ኣብኣ ንምዝግብ ነታ ድኳን ዝውፃና ወፃ ንምዝግብ ባላንስና ድማ ኣብኣ ንርኢ ማለት እዩ ስለዚ እዚ ንምንታይ ይጠቕመና ኣሎ? ምስቲ ቀዋሚ ዝኾነ ደመወዝኩም እትወሃቦ ዘሎ ደመወዝኩም ዘሎ ወጻኢታትኩም ዘሎ ባላንስኩም ከይተሓወሰኩም ካብታ ድንኳን ዝርከብ ኣታዊ ነታ ድንኳን ዘውጻኹም ወጻኢ ዘለኩም ባላንስኩም ንጹር ዝኾነ ንጹር ወይ ድማ ቃ ንጹርነት ንኩሉ እትገብረልኩም ኣፕሊኬሽን ድማ ዝበለጸ ክትገብራ እዛ ኣፕሊኬሽን እዚኣ ማለት እዩ ካሊእ እዛ ኣፕሊኬሽን እዚኣ ብጣዕሚ ዝፈተኹላ እቲ ዝመዝገብናዮ ኣታዊን ወፃኢን ከምኡ እውን ባላንስና ብመልክዕ ፒዲኤፍ ብመልክዕ ኤክስኤል ሰሪሓ ስለ ትህበና እዩ ንኣብነት ኣታዊናን ወፃኢናን ክረአ ኣብ ዘለና ሰብ ብመልክዕ ፒዲኤፍ ክንረአ ንኽእል ኢና ብመልክዕ ኤክስኤል ከነውፅኦ ንኽእል ኢና እዚ ክንገብር እንተሕዳ ኮንካ ክንገብር እንተ ኮይና ኣብዛ ናይ ደፍተር ወይ ድማ ናይ መጽሓፍ ምልክት እዚኣ ክሊክ ምስ ገበርና ሪፖርት ኢሉ ብመልክዕ ፒዲኤፍ ኦር ብመልክዕ ኤክስኤል ትብል የምፀልና እዝና ብዝመረፅናዮ ንኣብነት ኣነ ብመልክዕ ፒዲኤፍ መሪፀ ኣለኹ ፒዲኤፍ ዝብል ክሊክ ይገብራ ለዚ ብቐጥታ ንሳ እንታይ እያ ተምፀልና ፒዲኤፍ ሰሪሓ ከተምፀልና እያ ማለት ስለዚ መልክዕ ፒዲኤፍ እዚ ናይታ ድኳን ናይታ ድኳንና እዩ እዚ ናይታ ድኳንና ምንም ስለ ዘየመዝገብናላ ብኸምዚ የምፅኣልና ኣላ ግን ኦረዲ ኣነ ዝመዝገብ ኩሉ ከርእየኩም ኣነ ዝመዝገብ ኩሉ ከርእየኩም ኣብታ ናተይ ኣካውንትስ ብዙሕ ስለ ዝመዝገብ ኩሉ ናይ እዚኣ እንታይ ከም ዝመስል ንምርኣይ ኣብዛ ፒዲኤፍ እዚኣ ንኣቱ እዚኣ ፒዲኤፍ ክሊክ ንገብር ስለዚ ኦረዲ ናይታ ፒዲኤፍ ኣነ ዝመዝኦ ኩሉ ኣታውን ወፃእን እዚ ይመስል ማለት እዩ ስለዚ ኣብታ ኣሎ ዴቱ ዝመዝገብናሉ መዓልቲ ዝመዝገብናሉ ንምንታይ ከም ዘውፀናዮን ዘውትናዮ ንወፅ ኣለና ኣታዊና ካሽ ኢና ኣሎ ኪዝ ካሽ ኣውትና ኣሎ ባላንስና እንታይ ከም ዝመስል ኩሉ ሕድሕድ ኣብዚ መዝጊያ ብመልክዕ ፒዲኤፍ ተማሳል ድማ ብመልክዕ ኤክስኤስ ነትና ድማ እታ ዝበለፀት ኣፕሊኬሽን ይገብራ ናይዚ ቪድዮ እዚ ዓላማ ኣታዊናን ወፃኢናን ኣስተኻኺልና ዝሓሸ ህይወት ንምምራሕ እዩ። ርግፀኛ እየ ድማ እዚ ቪድዮ እዚ ርኢና ኣብ ተግባር ኣውዒልና ኣታዊናን ወፃኢናን ኣስተኻኺልና ኣብ ዝለዓለ ደረጃ ከም ንበፅሕ። ብዛዕባ እዚ ቪድዮ ዘለኩም ርኢቶ ከምኡ እውን ኣብ ቀፃሊ ክስርሐልኩም እትደልይዎ ኣብ ኮመንት ሰክሽን ኣቕምጡልና። ነዚ ቁምነገር ሓዘል ዝኾነ ቻናልና ሳብስክራይብ ምግባር ኣይትረስዑ። ክሳዕ መጨረሻ ስለ ዝተኸታተልኩምኒ ኣዝየ ኣዝየ ዘመስግነኩም። ኣብ ቀጻሊ ብኻልእ ቪድዮ ክሳዕ ንራኸብ ሰላምን ጥዕናን ተመንየ ክፍለየኩም።